ሊሎ ዲጂታል ኣካዳምን ስነስርዓት ሓቢርካ ምስራሕ ክፈራረሙ እዮም። እቲ ሓቢርካ ምስራሕ ዝፈራረምሉ ናይ ሓቢርካ ናይ ምስራሕ ከይዲ ድማ ኣብ ዙርያ መናእሰይ መሰረት ዝገበረ እዩ። ትግራይ ኣብዚ ሕዚ እዋን ብርክት ዝበለ መንእሰይ ኣለዋ። እቲ መንእሰይ ጠማቲ ስለ ዝውሕዶ ገሊኡ ፈቐዶ ጎቦን ሽንጥሮን ሩባን ባሕርን ሰጊሩ ዘይሰገረ እውን ዝተርፍ መንእሰይ ኣለና። ገሊኡ ድማ ኣብ እንዳ ቡንን ኣብ ካልኦትን ክውዕል ከሎ ኢና ንሪኦ ዘለና። እዚኣ ንምፍታሕ ናይ ውልቀ ትካላት ናይ ባዕሎም ግደ ኣለዎም። መንግስቲ ክወስዶ ዝኽእል ዓብዩ ግደ ኣለዎ። ምናልባት እቲ ዘሎ መንግስቲ ስለ እንፈልጦ ግን ናይ ውልቀ ትካላት ድማ መንእሰይ እንድሕር ዘይሃልዩ ሕብረተሰብ እንድሕር ዘይሃልዩ ዝኾነ ይኹን ሕብረተሰባዊ ትካል ክትሰርሕ ኣይትኽእልን። ናብቲ ትካል ክተምጾ ከለኻ ድማ እቲ ዝበዝሕ ሓይሊ እቲ ዝበዝሕ ኣገልጋሊኻን ተገልጋሊኻን እቲ መንእሰይ እዩ ዝኸውን እሞ ኣብ ዙርያ መንእሰይ ኣብ ዙርያ መናእሰይ ትግራይ ብፍላይ ድማ ዕድል ስራሕ ክፍጠረሎም ዘለዎ ሰሪሖም ክልወጡ ሞያ ፈለማ ክወስዱ እዮም። ብሊሎ ዲጂታል ኣካዳሚ ኣስዕብ ኣቢልካ ድማ ናይ ልቓሕ ዕድል ብምምችቻው ናብ ስራሕ ክወፍሩ ኣብ ምግባር እዮም ከዋግዑ ብዓብይኡ ከም መእተዊ ክኾነኩም ብዝብል እምበር ብዓብይኡ ባዕሎም እቶም ዝፈራረሙ ኣካላት ክገልፅዎ እዮም። ቅድሚኡ ግን ገዛና ጠቕላላ ስራሕቲ ንግዲ ኣክሲዮን ማሕበር ካብ ዝጣየሽ ክልተ ዓመት መሊኡ ኣሎ። ትማሊ ታሕሳስ ወይ ድማ ዝሓለፈ ወርሒ ታሕሳስ ብርክት ዝበሉ ትካላት ዝወነነ ወይ ድማ ንኣሽቲ ትካላት ኣብ ትሕቲኡ ዝሓዘ ትካል እዩ። ብርክት ብርክት ዝበሉ ዕማማት ድማ ኣስፊሑ ተሊሙ ዝወፈረ እዩ። ክሳብ ሕዚ ኣዕዊትዎም ዘሎ ዝተወሰኑ ክኾኑ ይኽእሉ እዮም። ዓብዪ ዕማማት ኣለዎ። ካብኦ ሓደ እቲ ዕቋን ረቕሓን ገዛና እዩ። ኣብ ትሕቲ ጠቕላላ ስራሕቲ ንግዲ ገዛና ኣክስዮን ማሕበር ዝመሓደር ዕቋን ረቕሓን ገዛና ምስ ሊሎ ዲጂታል ኣካዳሚ ሎማዓንቲ ንሱ እዩ ውዕሊ ዝኣስር ዘሎ እሞ ብጠቕላላ ከም ትካል ከ ኣብ ዙርያ መናእሰይ ንምስራሕ ዝሓዞ ትልሚ ዶ ይህሉ ይኸውን? ኣካል ትልሙ ስለ ዝኾነ ዶ ናብ ዕቋርን ልቓሕን ገዛን ኣውሪድዎ ይኸውን? ኣካየድ ስራሕ ጠቕላላ ስራሕቲ ንግዲ ገዛና ኣክስዮን ማሕበር ኣይተ መብራህቶም ሃደራ ኣብዚኣ መፅዩ ሓደ እንኳዕ ደሓን መፃእኹም ብዛዕባ ናይ ጠቕላላ ስራሕቲ ንግዲ ገዛና ዝብሎ ነገር እንድሕር ሃልይዎ እውን ኣብዛ መድረኽ ክዕድሞ እሞ ብድሕሪኡ ንሱ ነቶም ዝፈራረሙ ኣካላት ናብዚኣ ፀዊዑ እንታይ እንታይ ንክገብሩ እዮም ዝፈራረሙ ዘለዉ ዝብል ክገልፁልና እዮም። ስለዚ ንኣይተ መብራህቶም ንኣይተ መብራህቶም ሓደራ ናብዚኣ ብሞራል ሸኙለይ።
ከመይ ውዒልኩም? እንኳዕ ደሓን መጻኹም። ገዛና ጠቕላላ ስራሕቲ ንግዲ ኣክስዮን ማሕበር ያው ከምቲ ዝፍለጥ ንከባቢ ክልተ ዓመት ኣብ ዝተፈላለዩ ስራሕቲ እናሰርሐ እዩ ዝርከብ ትካል እዩ። ያው ክጅመር ከሎ እቲ ዝኒኦ ወይ ገጢሙና ዝነበረ ናይ ጀኖሳይድ ፀገም ዝወለዶ ትካር እዩ። ሽዑ ገጢሙና ዝነበረ ከም ዝፍለጥ ብኩሉ ነገር ተዳኺምና ስለ ዝነበርና ዝተበተነ ፍልጠት ሃፍቲ ጉልበት ናብ ሓደ ሰብሲቡ ዓቕሚ ፈጢሩ ትግራዋይ ዝኾነ ትካል ክፈጥር እየ ኢሉ ተወጊሱ ኣብዚ ደረጃ እዚ በፂሕና ኣለና ማለት እዩ እዚ ብሓሙሽተ ኣባላትን ብሸውዓተ ሚእቲ ሰኣን ሓሙሽተን ካፒታልን ስራሕ ጀሚሩ ኣብዚ ሕዚ እዋን ልዕሊ ሰለስተ ሚእቲ ኣባላት ሒዙ ብዙሓት ትካላት ወኒኑ ይርከብ ከምቲ ዝፍለጥ ምናልባት ገሌኹም ትፈልጥዎ ኢኹም ብዙሓት ትካላት ኣለዋና ማለት ከም ገዛና ኣካዳሚ ክልተ ኣካዳሚ ኣለዋና ዓዲ ሽድሕን ቅርንጫፍ ላሃጭ ቅርንጫፍ ኣብ መቐለ ክልተ ከፊትና ኣለና ኣብ ቀፃላይ ዓመት ደሞ ትምህርቲ ቢያንስ ሰለስተ ቤት ትምህርቲ ምኽፋት ትልሚ ተሊምና ኣለና ስጥራሕ ኣይኮነን ኣብ ውሽጢ ክልተ ወርሒ ዝኽፈት ወይ ስርሑ ዝጅምር ገዘና ሆስፒታል ናብ ስራሕ ንምእታው ኣብ ምሽምሻብ ንርከብ ኣለና ማለት እዩ። እቲ ሎም መዓንቲ ውዕል ዝኣስር ዘሎ ምስ ሊሎ ዲጂታል ኣካዳሚ ገዘና ልቓሕን ዕቋርን እውን ብኣባላት ገዘና ጠቕላላ ስራሕቲ ንግዲ ኣክሲዮን ማሕበር ተጣየሹ ኮይኑ ሕጂ ግን ብሰፊሑ ንህዝቢ ትግራይ ንምጥቃም መላእ ትግራዋይ ክጥቀመሉ ብዝብል መንገዲ ምስ ሊሎ ዲጂታል ኣካዳሚ ውዕል ኣሲሩ ናይ ልቓሕ ኣቕርቦት ከቕርብ ምድላዋትና ወዲና ኣለና ማለት እዩ በዚ ኣጋጣሚ ገዛና ጠቅላላ ስራሕቲ ንግዲ ኣክሲዮን ማሕበር ንዕለት 28 ሻድሻ ወርሒ 2018 መዕፀዊ ወይም ድማ መዛዘሚ ናይ መሰረታይነት ስርዓት ስለ ዘካየድ ቅድሚኡ ዘሎ ዕድል ተጠቂምኩም ኣባላት ገዛና መስረትቲ ኣባላት ገዛና ክትኮኑ ብዚ ኣጋጣሚ ዕድመ ከቐርብ ይደሊ። ብምቕፃል እቲ ናይ ሎማዓንቲ ውራይ እቲ ናይ ሎማዓንቲ ኣጀንዳና ኣብ መንጎ ሊሎ ዲጂታል ኣካዳምን ልቓሕን ዕቋርን ገዛና ዝግበር ናይ ሓቢርካ ስራሕ ስምምዕነት ውዕል ክኣስሩና ተቐሪቦም ዘለዉ ናይ ዲጂታል ኣካዳሚ ስራሕ መካየድን ናይ ገዛና ልቓሕን ዕቋርን ስራሕ መካየዲ ኣቶ ዮናታን መስፍንን ናብ መድረኽ ትዕድሙለይ በዚ ኣጋጣሚ ይላወበኩም። የቐንየለይ። መጀመርታ እንኳዕ ብሰላም መፃኹም ሽመይ ዮናታን መስፍን ይበሃል ስራሕ መካየዲ ናይ ገዛና ኣቋር ልቓሕን እየ እሞ መጀመርታ ገዛና ኣቋር ልቓሕን ካብቶም ብዙሓት ትካላት ናይ ገዛና ጠቕላላ ስራሕቲ ንግዲ ኣክሲዮን ማሕበር ኣካል ቅርንጫፍ ኮይና ገዛ ንዓቋር ልቓሕን ክምስረት ከለ ኣብ ትግራይ ዘለ ናይ ዳግመ ሕይወት ወይ ድማ ዝነበረ ፀገም መፍትሒ ከውን ዝተወደበ ኣካል ክኸውን ይኽእል እዩ። ብውልቀ ኣካል ልቓሕ ወሲዱ ክኸውን ይኽእል እዩ። ቆጢቡ ትካል መስሪቱ ወይ ድማ ናይ ውልቀ ክኸውን ይኽእል እዩ። ናይ ማሕበር ተወዲቡ ስራሕ ንምፍጣር መሰረት ገይሩ ተጣየሸ ትካል እዩ ማለት እዩ። ገዛና ዕቋር ልቓሕን ሎማዕንቲ ምስ ሊሎጅ ዲጂታል ኣካዳሚ ዝገብሮ ናይ ውዕል ስምምዕነት ከም ገዛና ብጣዕሚ ደስተኛታት ኢና። ምኽንያቱ ሊሎ ዲጂታል ኣካዳሚ ማለት ብፍልጠት ክኾን ይኽእል እዩ፣ ብሞያ ክኾን ይኽእል እዩ፣ ብዓቕሚ ኩዓት ዝኾኑ መናእሰይ ጠርኒፉ ዝርከብ ትካል እዩ። So ሎማዓንቲ ዲጂታል ኣካዳሚ ሊሎ ምስ ገዛና ውዕል ክንኣስር ከለና ዲጂታል ኣካዳሚ ሊሎ ብሞያ ብክእለት ብፍልጠት ዝተመርኮሰ ኮይኑ ንትካልና ናይ ዲጂታላይዝድ ዝኾነ ስልጠናን ብቕዓትን ክህበና ንሕና ዳኣ ብኡ መንፀር ንሊሎ ዲጂታል ኣካዳሚ ይኹን ንካልኦት ተወዲቡ ክኾን ይኽእል ብውልቀ ዝመፀና ሓቢርና ንክንሰርሕ ወይ ድማ ናይ ልቓሕ ምምቻው ክንፈጥር ዝግበር ዘሎ ስምምዕነት እዩ ማለት እዩ። እዚ መሰረት ብምግባር እቲ ተፈጢሩ ዘሎ ናይ ሎማዓንቲ ናይ ውዕል ስምምዕነት ምስ ሊድዞ ዲጂታል ኣካዳሚ ከም ትካል ገዛና ጠቕላላ ስራሕቲ ንግድ ኣክሲዮን ማሕበር ክኾን ይኽእል እዩ ከም ውልቀ ገዛና ዕቋር ልቓሕን ብጣዕሚ ደስተኛታት ሕጉሳት ኢናን ክብል ይደሊ ማለት እዩ።
ኸመይ ዊዒልኩም ይስማዕ ኣለኹ እየ ወደ ድሕርት ንእሽተይ ናምሳሕ ኦኬ ዘላለም መረሳ እየ ልበሃል ና ሊሎ ድሻል ኣካዳሚ መስራትን ስራሕ መካየድን እየ ሶ ሊሎ ድሻል ኣካዳሚ ትኩረቱ ኣብ መናእሰይ ብምግባር ዝተፈላለዩ ናይ ዲጂታላዊ ክእለታት ስልጠናታት ንምሃብ መናእሰይ ዝተፈላለዩ ናይ ዲጂታል ክእለታት ትሬኒንግ ወሲዶም ናብ ስራሕ ንክዋፈሩ ብ ክልተ ሽሕን ዓሰርተ ሽዱሽተን ጥቅምቲ ዝተመስረተ ወይ ድማ ዝተጣየሸ ትካል እዩ። ሶሊዶ ዲጂታል ኣካዳሚ ብስሩዕ ዋላ እኳ ብ ክልተ ሽሕን ዓሰርተ ሽዱሽተን ይጣየሽ እምበር ናይ ስሩዕ ናይ ስልጠና ናይ ዲጂታል ክእለታት ስልጠና ምሃብ ካብ ዝጅምር ዓመትን ሸሞንተ ወርሕን ገይሩ ኣሎ። ሶ ኣብ ዝሓለፈ ዓመትን ሸሞንተ ወርሕን ልዕሊ ሓሙሽተ ሚእቲ ብቑዓት ተምሃሮታት ስልጠና ሂብና ኢና። ከምኡ እውን ልዕሊ ክልተ ሚትን ሓምሳን ዝኾኑ ተምሃሮ ድማ ዝተፈላለዩ ናይ ስራሕ ዕድል ንክረኽቡ ናይ ኣፓረንትሽፕ ኦፖርቹኒቲ እውን ፈጢርናሎም ኢና። ካብኣቶም ከባቢ ሰማንያ ዝኾኑ ናይ ዲጂታል ክእለት ሰልጠንቲ ድማ ብኣብ ባዕልና ውሽጥና ብዘሎ ሙያ ሊንክ ዝተሰነየ ናይ ሎካል ፕላትፎርም ገይርና ስራሕ ዕድል ንክረኽቡ ገይርና ኢና ማለት እዩ። So ካብዚ ብምብጋስ እቲ ሎማዓንቲ ንስኹም ውን ንዓና ኣኽቢርኹም መጺኹም ኣብዚ ዘለኹሞ ፕሮግራም ድማ ልክዕ ከምቲ ሚስተር ዮናታን እናገለጾ ዝጸንሐ ኣብ ሊሎ ዲጂታል ኣካዳሚ ምስ ዕቋርን ልቓሕን ገዛና ብምትሕብባር ብፍሉይ ኣባና ዝስልጥኑ ዝተፈላለዩ መናእሰይ ኣባና ናይ ክልተ ናይ ሰለስተ ወርሒ ናይ ዲጂታል ክእለት ስልጠና ወሲዶም ድሕሪኡ ብቑዓት ምስ ኾኑ ድማ ምስ ገዛን ዕቋርን ልቓሕን ብምትእስሳር ስራሕ ንምጅማር ከኽእሎም ዝኽእል ናይ ዕቋርን ልቓሕን ግልጋሎት ንምርካብ ዝዓለመ ስምምዕነት እዩ ማለት እዩ። So ኣብዚ ንሕና ከም ሊሎ ዲጂታል ኣካዳሚ እንታይ ኢና ንኣምን ዝተፈላለዩ ተውህቦ ወይ ድማ ክእለታት ኣብ ብዙሓት ቦታታት ምርካብ ይከኣል እዩ። እዞም ክእለታት እዚኦም ወይ ድማ እዞም ተውህቦታት እዚኦም ናብ ዕዳጋ ንምውፃእ ግን ዝተፈላለዩ ወይ ብሕፅረት ፋይናንስ ብዝተፈላለየ መንገዲ እዞም ዕድላት እሶም ንምርካብ ኣፀገምቲ ኮይኖም ብፍላይ ከም ትግራይ ምስቲ ዝሓለፈ ዝገጠመና ኩነታት ተኣሳሲሩ ብፍሉይ ንመናእሰይ ኣፀጋሚ ኩነታት ይኸውን ማለት እዩ እዚ ብምርዳእ ምስ ንሕና ምስ ገዘና ብምርዳእ ስለዚ ዝተፈላለዩ መናእሰይ እዛ ናይ ዲጂታል ክእለት ማለት እውን ከም ናይ ዲጂታል ማርኬቲንግ ካሜራ፣ ግራፊክ ዲዛይን፣ ቪድዮ ኤዲቲንግ ዝተፈላለዩ ስልጠናታት ናይ ሰለስተ ወርሒ ናይ ማይንድሴትን ናይ ስራሕ ፈጠራን ተሓዊስዎ ማለት እዩ ሰልጢኖም ገዘን ዓቋር ልቓሕ ድማ ነዞም ብቑዓት ዝኾኑ ሰልጠንቲ ወይ ድማ ትሬኒንግ ዝወሰዱ ኣካላት ንዓቶም ስራሕ መጀመሪ ክኾኖም ዝኽእል ናይ ልቓሕ ዕድል ንምሃብ ዝዓለመ ፕሮግራም እዩ ማለት እዩ ሶ እዚ ተራ ቃል ምእታው ወይ ድማ ተራ ወግዒ ለይኾነ ብስሩዕ ተኣሚንዎ ሽርክና ተፈጢርዎ እነሆ ድማ ስራሕ ናይ ምጅማር ዕላዊ መድረኽ እዩ ማለት እዩ እዚ ስለዚ ኣብዚ ብዋናነት እቶም ኣባና ስልጥኑ ብንብሱ ካብ ሚእትን ዕስራን ሽሕ ጀሚሩ ልቓሕ ረኺቦም ወይ ድማ ብቕርሺ ወይ እውን ብማተርያል ተደጊፎም ቀጥታ ናብ ስራሕ ዝዋፈርሉ ዕድላት ንምፍጣር ዝሓወሰ እዩ። ስለዚ ኣብዚ ተረኺብኩም ናብዚ ፕሮግራም ምምጻኹም ብጣዕሚ የቐንየልና የኽብረልና ክብል ይደሊ። ላዛ ምፍራምና

እስኪ ሞራል ክብረት ኣቦና ወርቃዊ ራዕሰን ገዛና ኣካል ጠቕላላ ስራሕቲ ንግዲ ገዛና ሃብቶም ኣበር ከምኡውን ሞያታት ወይ ድማ ሙያተኛታት እናጫጨሐ ዝርከብ ሊሎ ዲጂታል ኣካዳምን